ሰብነትናን ኩለንትናናን ብትምህርተ መስቀል ነማዕትብ። ኣኣትብ ገጽየ ወኩሉንታየ በኣርኣያ በትምህርተ መስቀል በስመ ኣብ ወወልድ ወመንፈስ ቅዱስ ኣህዱ ኣምላክ ብስም እግዚኣብሔር ኣቦን ወድን መንፈስ ቅዱስን ሓደ ኣምላክ እናኣመና ሰይጣን ንክሕደካ እግዚኣብሔር ንግዝኣካ ኣለና ኣብ መላእ ዓለም ዘለና ስድራ እግዚኣብሔር ቤተሰብ ቅዱሳን እግዚኣብሔር ኣምላክ ዝፈትወናን ዘፍቅረናን ዝመረጸናን ዝሓረየናን ብመንጽር ፍትወትን ፍቅርን ሕርያን እግዚኣብሔር ነቲ ፈታዊናን ኣፍቃሪናን መራጺናን ሓራይናን ጓሳይናን ዝኾነ እግዚኣብሔር ኣምላኽ እንመርጾን እንፈትዎን እንሓርዮን ጉስነቱ ጽብጽባሕ ሓረር እንብል ስድራ እግዚኣብሔር ከመይ ቀኒና ናይቲ ምስጉን ዝኾነ ሰማያዊ ኄር ኣቦ ኩሉ ፍጥረት ዝኾነ እግዚኣብሔር ኣምላኽና ፍጹም ሰላሙ ምስ ኩላህና ይኹን። ምስጋናን ኣምልኾትን ውዳሴን ስብሓትን ንሰማያዊ እግዚኣብሔር ኣምላኽና ጽብጽባሕ ካብ ኣጽናፍ ኣለም ክሳብ ኣጽናፍ ኣለም ወትሩ ይብጻሓዮ እንፍቓድ እግዚኣብሄር ሎሚ ንነፍስና ቀለብ ዝኸውን ንመንፈስና ዘጸናንዕ ስጋና ዝቕድስ ኣእምሮና ዘረጋግእ ልብና ዕረፍቲ ዝህብ ሰምያዊ ቃል ክንመሃር ኢና እግዚኣብሄር ኣምላኽ ንቕዱሳኑ ምስጢሩ ጥበቡ ከም ዘብርሃሎም ንዓና ንድኹማት ባሮቱን ሰማዕቱን ተናገርቱን ድማ ምስጢሩ ጥበቡ የብርሃልና እቲ ጨካን መራሒ። ኣብዚ ጉዕዞ ህይወትና ብዙሓት ኣብ ዙርያና መራሕቲ ኣለዉና። ብስጋዊ ኹን ብመንፈሳዊ ኹን ዝመርሑናን ዝኣልዩናን ዝጓስዩናን ብዙሓት ኣለዉና። መን ኮን እዩ ግን እቲ ጨካን መራሒ? ነፍሲ ወከፍና እዚ ሕቶ እዚ ኣብ እንሕተተሉ ብገዛእ ርእስና እገለ እገሊት ኢልና ጨካን መራሒ እንሰርዖ መን ኮን ይኸውን? ምኽንያቱ እቲ ጭካነ ናይቶም መራሕቲ ክንግምግሞ እንከለና ብብዙሕ ኣሰቃቂ ነገራት ጠሚትና ነዚ ዝመስል ጨካን መራሒ የለን፣ ነዚ ዝመስል ጨካን ዝኾነ ገዛኢ የለን፣ ነዚ ዝዳረጎ ጨካን የለን ንብሎ መን ኮን ይኸውን? ከም ፍቓድ እግዚኣብሄር ብዛዕባ እቲ ሓቀኛ ጨካን መራሒ ዝበሃል ኣብ ህይወትና መን ምዃኑ መዛ ኣገረ ግን ጸላያ ሰናያት ድያብሎስ ዝብል ግን እልይ ነብሎ። ሓንሳ ሓንሳብ ሰባት ንኹሉ ውድቀታትና፣ ንኹሉ ሕመቕና፣ ንኹሉ ሽግርና፣ ንኹሉ ጸበባና፣ ንኹሉ ፈተነና ዝመጸና ብናትና ድኻም ንሰይጣን ስለ እነልግቦ ናብ ሰይጣን ስለ እነሕልፎ ካብዚ ወጺእና ኣብ ዙርያና ካብ ዘለዉ መራሕትና መን እዩ እቲ ጨካን ገዛኢ? መን እዩ እቲ ጨካን መራሒ? ሰይጣን መራሒና ኣይኮነን። ሰይጣን ገዛኢና ኣይኮነን። ሰይጣን ስልጣኑ ንሰባት ምግጋይ፣ ደቂ ሰባት ድማ ንሰይጣን ምስዓርን ምጕጓትን እዩ። ካብ ሰይጣን ወጻኢ ጨካን መራሒ ኣብ ጕዕዞ ህይወትና መን እዩ? ብዝቐደመ መሪሕነት እንታይ ማለት እዩ? መሪሕነት ክንብል እንከለና ብዅሉ ጠመተ እንተ ኣጠሚትናዮ፣ መራሒ ማለት ከምቲ ሽሙ መራሒ፣ ዝመርሓና፣ ዝጓስየና፣ ሓላፍነት ዝወስደልና፣ ኣለይ መለይ ዝብለና፣ ክንዲ ኩሉና ዝኾነ ማለት እዩ። መራሒ እንተ ተባሂሉ መራሒና እዩ፣ ጓሳና እዩ፣ ሓላፊና እዩ፣ ልዕሊ ኩሉ ከኣ ሓላፍነት ዝወስደልና ኣካል እዩ። እዚ ከምዚ ዓይነት መግለጺ ዘለዎ መራሒ ግን መን ኮን እዩ? እቲ ጨካን መራሒ። ስለዚ መሪሕነት እዚ ካብ በልና ብዛዕባ መሪሕነት ዝብል ቅድም ክንርኢ ካብ ሓሰብና መሪሕነት ዝብል ኣብ ሂወትና ዓቢ ተራ ዓቢ ግደ ዓቢ ኣበርክቶ ዘለዎ ካብ ኮነ መሪሕነት ግን መዓስ እዩ ተጀሚሩ? ቀዳማይ ንዘይምንባርና ምንባር ብምምጻእ መዳርግቲ ዘይብሉ ፍጹም ዝኾነ። ኣብ ስርሑ ሓገዝትን ዓየይትን ዘይደሊ፣ ሰራሒ ኩሉ ፍጥረት፣ ፈጣሪ ኩሉ ፍጥረት፣ ገዛእ ኩሉ ፍጥረት ዝኾነ እቲ እንኮ ዝኾነ ንሱ እግዚኣብሔር ኣምላኽ መዳርግቲ ዘይብሉ ዝመዓራረዮ፣ ዝመስሎ፣ ዝምግቶ፣ ዝማጎቶ፣ ንዕኡ ክቀናቐኖ ዝኽእል ምንም ዘይብሉ፣ መዳርግቲ ዘይብሉ ንሱ እግዚኣብሔር ኣምላኽና ፈጣሪና ጥራይ ዘይኮነስ መራሒና እዩ። እሱ ናይ ኩሉ ነገር መራሒና እዩ። እሱ ግን ፈጣሪና እዩ ፈጣሪና ስለ ዝኾነ ንጉስና እዩ ንጉስና ስለ ዝኾነ ኣምላኽና እዩ ኣምላኽና ስለ ዝኾነ መራሒና እዩ መራሒና ስለ ዝኾነ ድማ ናይ ኩሉ ነገር ናይ መጀመርታን ናይ መደምደምታን ህይወትና ንሱ ፈጻምን ደምዳምን እንኮ ንሱ እግዚኣብሄር እዩ ንእግዚኣብሄር ዝመስሎ ንእግዚኣብሄር ዝመዓራርዮ ንእግዚኣብሄር ኣምላኽ ዝነጻጽሮ ፍጹም ካብ ፍጡራት የለን ብጀካ ንሱ ንባዕሉ እግዚኣብሔር ኣምላክ ንዑ ዝመስሎ ፍጹም የለን እሱ እቱይ እሙን ሓቀኛ ዝኾነ ቀዳማይ መራሒና እዩ ነገር ግና እግዚኣብሔር ኣምላክ ኣብ ትሕቲኡ ግን መሪሕነት ብርግጽ ሰሪዕልና እዩ መሪሕነት ክንብል እንከልና ኣብ ዓለመ መላእክቲ እዩ ተጀሚሩ እዚ ክንብል እንከልና በዓል ኢዮር ኤረር ራማ ዝርከቡ ሚእቲ ነገደ መላእክቲ ትመሪሕነት ዝብል ኣብኡ እዩ ተጀሚሩ ነቶም ሚእቲ ነገደ መላእክት ብዕለተ ሰንበት እግዚኣብሔር ኣምላክ እምሃበ ኣልቦ ሃበቦ ካብ ዘይምንባር ናብ ምምንባር ኣምጺኡ ንዕኡ ዘመስግኑ ካብኡ ዝለኣኹ ዝራድኡ ዝሕልዉ ካብ እግዚኣብሔር ኣምላክ ዝተዋህበ መልእክቲ ከመቅጽበት ብፍጥነት ዝለኣኹ ንእግዚኣብሔር ኣምላክ ብዘይ ዕረፍቲ ደኺምና ጸሚእምና ሓሚምና ብዘይብሉ ዘመስግኑ ሚእቲ ነገደ መላእክቲ እቲ መሪሕነት ዝበሃል ኣብቲ ናቶም ዓለም እተባህለ ሰለስተ ዓለም መላእክት መሪሕነት ኣብኡ እዩ ዝጅምር። እቲ መሪሕነት ነቶም ሚእቲ ነገደ መላእክት ዓሰርተ ኣሕሉቕን ሸውዓተ ሊቃነ መላእክትን ዝበሃል ኣሕሉቕ ወይ ድማ መሪሕነት ኣለዎም። ነዞም ሚእቲ ነገደ መላእክት በቢ ዓሰርተ እንተ ደኣ ከፊልናዮም ዓሰርተ ኣሕሉቕ ዝበሃሉ መላእክትን ከምኡ ድማ ሸውዓተ ድማ ብፍጹም ዝኾኑ ዝኣልይዎም ዝመርሕዎም ድማ ሊቃነ መላእክት ኣለዉ። መሪሕነት ክንብል እንከለና ግን እግዚኣብሔር ኣምላኽ ከምዚ ይብለና። ነቲ መጓሰ ኣርኣያ ደኣ እምበር ጎይቶት ኣይትኹኑ። መሪሕነት ማለት ኣርኣያነት ኮንካ ሓላፍነት ትወስደሉ፣ ተጓስዮ፣ ኣለይ መለይ ትብሎ፣ ተሰልጥኖ፣ ትምህሮ፣ ተንቅሖ፣ ሓላፍነት ትወስደሉ ደኣ እምበር ትጭክኖ፣ ተባሳብሶ፣ ተሳድዶ ኣይኮነን። እቲ ምንታይ ነቲ መሪሕነት ኣርኣያነት ደኣ እምበር ጎይትነት ኮንካ ትጭፍልቐሉ ብፍቓድ እግዚኣብሄር ክልኩል ስለ ዝኾነ። ስለዚ መሪሕነት ክንብል እንከልና ኣብ ኣለመ መላእክቲ እዩ ተጀሚሩ። እዚ ድማ ካብተን ሸውዓተ ሰማያት ኣብተን ሰለስተ ማለት እዩ። ተሰርኣ ምድር በስርዓተ ሰማያት። ራእይ ዮሃንስ ምዕራፍ ዓሰርተ ሓሙሽተ ፍቕዲ ሓሙሽተ ከም ዝገልጸልና ምንባር መንብሮ ብዛዕባ ኣብዚ ምድሪ ዘሎ ናይ እግዚኣብሔራዊ ዝኾነ ስርዓታት ኩሉ ክገልጸልና እንከሎ ኩሉ እዚ ብምድሪ ዘሎ ስርዓታት ዝበሃል ካብ ሰማያዊ ስርዓት ዝመጽእ እዩ። ተሰርኣ ምድር በሥርዓተ ሰማያት እዚ ምድሪ እዚ ብናይ ሰማያዊ ሥርዓት ተሠርዐ ሥርዓት እዩ። ስለዚ ኣብ ዓለመ መላእክት ዘሎ መሪሕነት ኣብ ዓለመ መላእክት ዘሎ ብዓልቕን ብሊቃነ መላእክትን ዝተለመ ዝጀመረ መሪሕነት ናብዚ ምድሪ እዚ እውን ወሪዱ ኣሎ። እቲ ምንታይ ሥርዓት እዚ ምድሪ ብሥርዓት ሰማያት ስለ ዝሥራዕ። ነገር ግና እቲ ጨካን መራሒ። እቲ ኣዝዩ ጨካን ኢልና እንገልጾ መራሒ ግን መን ከን እዩ? ኣብ ጉዕዞ ህይወትና እቲ ጨካን መራሒ ክንርኢ እንተ ደኣ ኮይንና፣ ኣብዚ ምድሪ እዚ ዙርያና ኣብዚ ህይወት እንነብረሉ ዘለና እቶም መራሕትና ዝበሃሉ መን እዮም? እቲ ብቐዳማይ እንሰርዖ ድማ ኣብ ዘጸኣት ምዕራፍ ዕስራ ሰፊሩ ዘሎ፣ ብዅሉ ልብኻን ብዅሉ ኣእምሮኻን ብዅሉ ስራሕካን ንእግዚኣብሔር ኣምላኽ ኣምልኮን ተገዛኣዮን ኣመስግኖን ዝብል ትእዛዝ ዘሎ ንሱ እቲ ናይ መጀመርታ ኣልፋ ወኦ ዝኾነ እግዚኣብሔር ኣምላኽ ንሱ መራሒና እዩ። ምንም እኳ ደቂ ሰባት ኣብዚ ምድሪ ዝነብር እንተኾንና እዛ ምድሪ እዚ ብእግዚኣብሔር ተፈጥረት ጉስነትን ኣርኣያነትን ካብ እግዚኣብሔር ንረክብ ካብ ኮና እቲ ናይ መጀመርታ መራሒና ድማ ንሱ እቲ ኣልፋ ወኦ ዝተባህለ እግዚኣብሔር ኣምላኽና እዩ ኣብ ትሕቲ እግዚኣብሔር ብዝስራዕ ሽዑ መን እዩ መሪሕነት መሪሕነት ብርግፅ ንሪኦ ኣለና ኣብ እግዚኣብሔር ኢልናልና ኣብ ትሕቲ እግዚኣብሔር ዘለዎ መራሕትና መን እዮም መራሒና ትሕቲ እግዚኣብሔር ትመጀመርታ ናብዚ ምድሪ እዚ ኣምጺኦም ማለት ወሊዶም ዘዕበዩና ኣሌመሌ ዝብሉና ወለድና እዮም ወለድና ድማ መራሕትና እዮም ብዛዕባ ወለዲ ክዛበል ከሎ እግዚኣብሔር ኣብ ዘጸኣት ምዕራፍ ዒስራ ንሊቀ ነቢያት ሙሴ ከም ዝብሎ መዋእልካ ክነውሕ እንጀራኻ ክሰፍሕ ኣቦኻን ኣዴኻን ኣኽብር ስለዚ ናይ ህይወትና ኣብዚ ምድሪ እዚ ናይ መጀመርታ መራሕትና ኣብ ትሕቲ እግዚኣብሔር ወለድና እዮም ምክንያቱ ወሊዶም ኣዕብዮም ኮስኪሶም ኣብ ዝብጻሕ ዘብጽሑ ወለድና ስለ ዝኾኑ። ጨካን መራሒ ግን መን ኮን እዩ? ኣብ ትሕቲ ወለድና እንተ መጺና መራሕቲ ሃይማኖት እዮም። መራሕቲ ሃይማኖት ድማ ብዙሕ ዓይነት መራሕቲ ሃይማኖት ክህልዉና ይኽእሉ እዮም ብደረጃታት ካብቲ ርእሰ ሊቃነ ጳጳሳት ፓትርያርክ ጀሚሩ ክሳብ እቲ ኣበ ነፍስና ኣብ ትሕቲ ኣበ ነፍስና ድማ ዝምህሩና ኩሉ ነገር እዩ። ነዚ እዩ ድማ ወንጌለ ማቴዎስ ምዕራፍ ዓሰርተ ሰለስተ እቲ ንዓኻትኩም ዝቕበል ንዓይ ይቕበል ዝብል መራሕቲ ሃይማኖት ድማ ንዓና መራሕትና እዮም። ከምቲ ሽሞም መራሕቲ ሃይማኖት ናይ እምነት ናይቲ ዝእመን እግዚኣብሔር ኣምላኽ መንገዲ ትኽ ኣቢሎም ኣቀናኒዖም ዝሕብሩ ዝኣልዩ ነዛ ነፍስና ዕረፍት ዘስፍኑ መራሕቲ ሃይማኖት እዮም። ዘም ዋንገለ ማቴዎስ ምዕራፍ ዓሰርተ ገሊጽዎ ከም ዘሎ እቲ ጨካን መራሒ ግን መን እዩ? ወለድና ኢልና ድሕሪ መራሕቲ ሃይማኖት እንተመጺና ኣብ ትሕቲ መራሕቲ ሃይማኖት ንሰርዖም መራሕትና መን እዮም? መራሕቲ ነገስታት እዛ ዓለም እዚኣ እዮም። ኣብ ዝተፈላለዩ ጽፍሕታት ዘለዉ ብላዕላይ ደረጃ ዝስርዑ መራሕቲ እዮም። እዚኦም ድማ ብእግዚኣብሔር ዝተሰርዑ እዮም። ካብ እግዚኣብሔር ወጻኢ ዝተሰርዐ መራሒ የለን። ለዋህ ይኹን ርጉም ይኹን ደንጋጽ ይኹን ጨካን ይኹን ኩሉ እቲ መራሒ ኣብ መሪሕነት እግዚኣብሔር እዩ። እዚ ሮሜ ምዕራፍ ዓሰርተ ሰለስተ እንተ ካብ ቁፅሪ ሓደ ክሳብ ቁፅሪ ሸሞንተ እንተ ኣንቢብናዮ ጭካነ ናይ ሓደ መራሒ ሓጢኣት ናይ ህዝቢ ምዃኑ ይገልፀልና። ስለዚ ንመራሕቲ ክንእዘዝን ክንግዛእን ከም ዘለና ድማ ኣብዚ ፅሑፍ እዚ ይገልፀልና። እግዚኣብሔር ካብ በልና ኣብ ትሕቲ እግዚኣብሔር ወለድና ካብ በልና ድሕሪ ወለድና ድማ መራሕቲ ሃይማኖት ኢልና ካብ ዝሰራዕና መን እዩ ግን እቲ ጨካን መራሒ ኣብ ህይወትና? መራሕቲ እቶም ላዕለዎት ዝበሃሉ ፕራይም ሚኒስተር ክኸውን ይኽእል ፕረዚደንት ክኸውን ይኽእል ኣብ ትሕቲኦም ዝስርዑ ድማ ብደረጃታት ዘለዉ ብዙሕ ዓይነት ስልጣን ሒዞም ዘለዉ መራሕቲ እዮም እዞም መራሕቲ እዚኦም ክሳብ ናይ ከባቢ ኣላዪ፣ ጓሳዪ፣ መራሒ ዝበሃል ናይ ገዛውቲ ክኸውን ይኽእል ናይ ዝተፈላለየ ነዚ ክገልጽ ከኣ ቲቶ ምዕራፍ ሰለስተ ድማ ከምዚ ይብለና ክርስትያን ዘበለ ንኣሕሉቕን ንሰበስልጣንን ንገዛእትን ክግዛእ ከም ዘለዎ ነዚኦም እውን ኣብ ትሕቲ ላዕለዎት መራሕቲ ዘለዉን ነዞም ሰባት እዚኣቶም እውን ክንኣ ክንሰምዕ ክንግዛእ ይግባኣና ማለት እዩ ስለዚ እቲ ጨካን መራሒ ግን መን እዩ እቲ ጨካን መራሒ ዝተባህለ ግን ኣብ ህይወትና መን እዩ እግዚኣብሄር ድዩ ወለድና ድዮም መራሕቲ ሃይማኖት ድዮም ላዕለዋይ ኣካል ዘሎ ፕረዚደንት ቀዳማይ ሚኒስተር ድዩ ኣብ ትሕቲኡ ዘለዉ ሰበ ስልጣን ድዮም መን እዩ እቲ ጨካን መራሒ ኣብ ትሕቲ ዘኦም ድማ ስርዑ ድማ ብደረጃታት ዝወርዱ ብዙሓት ዓይነት መራሕታት ኣለዉ ኢልና ነቶም ሰበ ስልጣን ብቲቶ ሰለስተ ገሊጽልና ዘሎ እንተ ጠሚትናዮም ካብዞም ኩሎም ዝረኣናዮም ዘዳግም ምዕራፍ ሽዱሽተ እግዚኣብሄር ዘጻት ምዕራፍ ዕስራ ብዓብዪ ወለድና እንደገና ድማ ገለማትስ ምዕራፍ ዓሰርተ መራሕቲ እምነት ሮሜ ምዕራፍ ዓሰር ሰለስተ ላዕለዎት ሰበ ስልጣን ቲቶ ምዕራፍ ሰለስተ ኣብ ትሕቲ ላዕለዋይ ኣካል ዘለዎ ሰበ ስልጣን እዚኣቶም ኩሎም መራሕትና ካብ ኮኑ ካብዚኦም መን ኮኒ መዳርግቲ ዘይብሉ ጨካን መራሕ ኢና እዞም መራሕቲ እዚኣቶም ክስርዑ እንከሎ ብሰለስተ ደረጃታት ኢና ንሰርዖም ብስጋ ብነፍሲ ብስጋን ብነፍስን ብስጋ እንተ መፂና ወለድና እዮም ብስጋ እንተ መጺእና ኩሎም እቶም መራሕቲ ስጋ ዝበሃሉ ካብቲ ላዕለዋይ ኣካል ዝበሃል ክሳብ ኣቲ ታሕቲ ዘሎ ብስጋና ዝኣሊና እዚኦም ብናይ ስጋ ጓሰይትና እዩ ክንርስዖ ዘይብልና መራሒ ማለት ግን ኣላዪ መምህር ኣብነት ኮይኑ ሓላፍነት ዝወስደልካ ሙሉእ ኩሉ ነገር ኣብነት ኮይኑ ዝኣርየካ ዝምህረካ ዘሰልጥነካ ሓላዊኻ ኮይኑ ክንዲ ክንዳኻ ኩሉ ዝኸውን ማለት እዩ። ስለዚ ብስጋ ዝስርዑ ወለድና መራሕቲ'ቶም ብስጋ ዝረኣናዮም እቶም ደረጃታት እዚኦም እዮም። ብናይ ነፍሲ እንተራእሪናዮ መራሕቲ ሃይማኖት እዮም። መራሕቲ ሃይማኖት ከምቲ ሽሙ ብዛዕባ መንፈሳዊ ሕይወት ስልጠናታት ብዛዕባ መንፈሳዊ ሕይወት ክንከዶን ክንነብሮም ዝግበኣና ብዝግባእ ዝምህሩን ዘስተምህሩን መንገዲ ዘቕንዑልና እዮም። መን እዩ ግን እቲ ጨካን መራሒ? ኣብ ሳልሳይ ደረጃ ንሪኦ ብስጋን ብነፍስን እዩ። መዳርግቲ ዘይብሉ ብስጋናን ብነፍስናን ልዕሊ ገዛእ ርእስና ዝሓልየና፣ ልዕሊ ገዛእ ርእስና ሓሊፉ ኩሉ ዘቕንዓልና እግዚኣብሄር እዩ። ስለዚ እዞም መራሕቲ እዚኣቶም ኣቐዲምና ዝገለጽናዮም እቲ ቀዳማይ ብስጋ፣ እቲ ካልኣይ ብነፍሲ፣ እቲ ሳልሳይ ድማ ብስጋን ብነፍስን ነቶም ኣቐዲሞም ብደረጃታት ዝረኣናዮም ዝኣሊና እዘቶም እዚኦም መራሕቲ እዮም እቲ ጨካን መራሒ ዝበሃል ኣብ ሂወትና ብጭካንኡ ዘሰቀቀና ዘገርመና እዚ እንብሎ ወይ ድማ እዚ ኢልና ብሌም እንገብሮ እዚ ኢልና ጭካንኡ ሪኢና እንጸሎ ኩሉ ግዜ እንወቅሶ ጨካን መራሒ ግን መን እዩ? ንኣብነት እዚ ኣብ ክሊ ዕድመና እንተራእሪናዮ ብደረጃታት ዕድመታት እውን ይፈላለ እዩ። ኣብ ህይወት ናይ ገዛእ ርእስና እዞም መራሕቲ እዚኦም ኣብ ዕድሜታትና እውን ነትናቱ ግደ ኣለዎም። እቲ መጀመራ ናይ ንኡስ ዕድሜና መራሒና ማለት ገና ዕድመ ከይቆጸርና ኣእምሮና ከይሰፍሐት ናይ መጀመርታ ዝመርሑና መን እዮም ድሕሪ ተባሂሎም ወለድና እዮም። ገና ዕድመ ስለ ዘይቆጸርና ዕድመ ስለ ዘይመላእና ዘለና ኩሉ ኣለይ መለይ ሕማቕን ጽቡቕን እዚ የጸብቓልካ እዚ ክፍኣልካ እዚ ሰልጥን እዚ ተሓዝ እዚ ትግበር እንዳበሉ ኣለይ መለይ ዝብሉና ብርግጽ ወለድና እዮም ልክዕ ዓቕሚ ኣዳም በጺሕና ዓሰርተ ሸሞንተ ዕድመ ብዝረገጽናሉ ክሳብ እቲ ናይ ካልእ ዕድመ ንሳጋገር ንገዛእ ርእስና መራሒ ዝኸውን ድማ ባዕልና ገዛእ ርእስና ኢና። መን እዩ ዘጸበቐልና መን እዩ ዘኽፈኣልና፣ መንያ በዓልቲ ሓዳር ክትኣልየና ትኽእል፣ መንያ ክትጠቕመና ዘይትኽእል፣ መንያ መን እዩ በዓል ሓዳር ክኾና ዝኽእል መን እዩ ክጠቕማ ዘይክእል ፈሊና መሪጽና እንመርጸሉ ንሕማቕን ጽቡቕን ብጉዳይ ቃል ኪዳን ዘይኮነስ ብኹሉ ጉዳይ ሚዛን መለክዒ ገምጊምና እንምርሓሉ ብኻልኣይ ደረጃ እንሰርዖ ድማ ክሊ ዕድመ ዓሰርተ ሸሞንተ እዩ። እቲ ሳልሳይ ኣብ ክሊ ዕድመና ንሪኦ ድማ ኣብ ሓዳር ምስ ኣተና እዩ። ኣብ ሓዳር ስድራቤታዊ ጉስነት ወይ ድማ መሪሕነት የለን። ከምኡ ድማ ግላዊ መሪሕነት ዝበሃል የለን። ሓባራዊ እዩ። እቶም ክልተ በበይንኻ ዝነበርካ ሓደ ምስ ኮንካ ሓደ መሪሕነት ናይ ሰብኣይን ሰበይትን ኢሂን ሚሂን ሓደ ስድራ ፈጢርካ ስለ ዘለኻ ሓደ ስድራ መስሪትካ ስለ ዘለኻ ብናይ ክልቴኻ ኢሂን ሚሂን ብምርዳእ ንስኻ ዘዕበይካ ንሳ ዘዕበያ ኣብዚ ምስ መጸ ኣብ ሓደ ቁራዕ ኮይኑ ኩላኻ ንሓደ ዘኺደካ ስርዓት ትሕዝ። መጀመርታ ወለድና እዮም ዝመርሑና ብድሕሪኡ ገዛእ ርእስና ኢና ኣብ ዳሕራይ ኣብ ሓዳርና። ኣብ ሓዳር ጸኒሕና ዕድመ ጸጊብና ደቂ ናብ ዝብጻሕ ምስ ኣብጻሕና እንሆ እርጋን ምስ ኣርከበና ንህይወትና ኣለይ መለይል ዝመርሓልና ድማ እቶም ዝወለድናዮም ዘዕበናዮም ጽቡቕ ጌርና ዝጓሰናዮም ደቅና ድማ ሓላፍነት ወሲዶም እቲ ናትና ዕድመ ናብ ንእስነት ኣተሓሳስባ ዕሸልነት ስለ ዝወርድ፣ እርጋን ብዙሕ ነገር ስለ ዝመጽእ፣ ድኻም ናይ ኣእምሮ ስለ ዝመጽእ፣ ምምዝዛን ዝበሃል ናይ ምጥፋእ ስለ ዝመጽእ፣ ደቅና እቶም ዘዕበናዮም ድማ ሓላፍነት ተሰኪሞም ድማ ኣቦይ በዚ ኩን፣ በዚ ሕለፍ፣ እዚ ግበር፣ እዚ ኣይትግበር እንዳበሉ ይኣልዩና። እቲ ጨካን መራሒ ጉዕዞ ህይወትና ግን መን እዩ? እቲ ብጭካኒኡ ዘደንቐና እንግረመሉ ከምዚ ዝኣመሰለ ጨካኒ የለን ኢልና ኩሉ ግዜ እንወቕሶ ብሰንኪ እዚ ብሰንኪ እዚ እባ እንብሎ እቲ ጨካን መራሒ ግን መን እዩ? ብንጹር ኣብ ህይወትና ነቲ ጨካኒ መራሒ ክንጸልኦን ክንፈትዎን ምሉእ ነጻነት ሰላም ካብ መን እዩ ተዋሂብና? ዲሞክራሲያዊነት ምርጫ ካብ እግዚኣብሄር እዩ። እቲ ካብ እግዚኣብሄር ዝረኽብናዮ ናይ ወለንታኣዊ ምርጫ ዝበሃል መዳርግቲ ዘይብሉ፣ ዝመዓራረ ዘይብሉ፣ ሰብ ድላይ ዝመርጸሉ ምሉእ ነጻነት ካብ እግዚኣብሄር እዩ። ኣብዚ ዓለም እዚ ኪኖ ካብ እግዚኣብሄር ዝርከብ ነጻነት ነጻነት ዝበሃል የለን። እቲ እንሰምዖ እቲ ዝበሃል ዝስበኽ እቲ ዝንገር ነጻነት ዘይኮነስ ስማዊ ነጻነት እዩ። እቲ ሓቃዊ ቅኑዕ ዝኾነ። ግብራዊ ዝኾነ ነጻነት ግን ኣብ እግዚኣብሔር እዩ። ኩሉ ነገር ክትመርጽ፣ ንዓኻ ዝጠቕመካን ዝጎድኣካን ፈሊኻ ክትርድኣሉ ክትመርጸሉ ሙሉእ ጸጋ ዝወሃበካ ግን ካብ እግዚኣብሔር ነጻነት እዩ። ብመጀመርታ ክንሰርሕ፣ ክንመርጽ፣ ክንበልዕ፣ ክንነብር፣ ሓላፍነት ክንወስድ እዚ ኩሉ ክንገብር ነጻነት ዝተዋህበና ንሕና ኢና። ካብ መን ካብ እግዚኣብሔር። ነጻነት ናብ ምንታይ ንጥቀመሉ ህዝበ እግዚኣብሔር። ሰብ ብነጻነቱ ኣብ ዝሙት ኣሎ፣ ሰብ ብነጻነቱ ኣብ ቅትለት ኣሎ፣ ሰብ ብነጻነቱ ኣብ ስርቂ ኣሎ፣ ሰብ ብነጻነቱ ኣንጻር ሕጊ እግዚኣብሔር ተላዒሉ ምስ እግዚኣብሔር ተቃሪኑ ኣሎ። እዚ እቲ ካብ እግዚኣብሔር ዝተዋህበና ነጻነት ኣብ ክንዲ ንጥቅሚ ህይወትና ኣንጻር እግዚኣብሔር ዓሊምና ንኸደሉ እዩ። ኣብዚ መዋእል ዘበን ዘለናዮ ብፍላይ ኣብ ዕድሜና እቲ ጨካን መራሒ ዝበሃል ግን መን እዩ? ዘደንቕ ብዙሓት ሰባት እቲ ጨካን መራሒ ንብሎ ንቐዳማይ ሚኒስተር ንብል፣ ንፕረዚደንት ንብል፣ ንጀነራል ንብል፣ ንመራሒ ወተሃደር ንብል፣ ንኣመሓዳሪ ሓንቲ ዓዲ ንብል፣ ንብዙሓት ነገራት ኢና ብጭካነ ብሌም እንገብሮ ወይ ድማ እዚ እዩ ጨካን ኢልና ከም ሓደ መደምደምታ ንህቦ። እቲ ሓቀኛ ጨካን መራሒ ግን ገዛእ ርእስና ባዕልና ኢና። ልዕሌና ጨካን መራሒ የለን ኣብ ህይወትና። እዞም ኩሎም ክንገልጾም ዝጸናሕና ንሕና ከም ሓደ ንጹሃን ኣበር ዘይብልና፣ ጉድለት ዘይብልና፣ ኣብ ጎደና ጽድቂ ንነብር፣ ንእግዚኣብሄር ነስምር፣ ብመንገዲ እግዚኣብሄር ንመላለስ፣ እዞም ኣቐዲሞም ክንገልጾም ጸናሕና ኸኣ ካብ እግዚኣብሔር ዝረሓቑ ከምቲ ንሕና ንነብሮ ዘለና ጽቡቕ ነገር ዘይንረብሩ ሰናይ ነገር ዘይሰርሑ ጌርና ብምውሳድ ኩሉ ግዜ ንሕና ኣብ ደረጃ ቅዱስ ነገር ኣብ ደረጃ ፍጹም ነገር ኣብ ደረጃ ቅኑዕ ነገር እንቕመጥ ኣበረን ጌጋን ስሕተትን ዘይብልና ነዛ ነፍስና ኮፍ ኣቢልና ቀሚጥና ንካልኦት ድማ ጨካናት ንብሎ ልዕሌና ከጨካን መራሕ ደሎ እዩ ህይወትና ሓደ ሰብ ዝሙት ክፍጽም ከሎ እኳ ባዕሉ እዩ ዝፍጽም ብምርጭው ዝሙት ድማ ጭካነ እዩ። ሓደ ሰብ ዝሙት ድማ ጭካነ እዩ። ሓደ ሰብ ስርቂ ክገብር፣ ሰብ ክቐትል፣ ኣንጻር ሕጊ እግዚኣብሄር ክኸይድ፣ እቲ ዝኸፍአ ብስም እግዚኣብሄር ክላገጽ፣ ብስም እግዚኣብሄር ክካታዕ፣ ኣንጻር እግዚኣብሄር ክዕልም፣ ኣንጻር እግዚኣብሄር ክብገስ እንከሎ ዝእዘካ ኣካል ገዛእ ርእስኻ እዩ። ኣብ ህይወት እቲ ዝኸፍአ ጨካን መራሒ ዝበሃል ሰብ ባዕሉ እዩ። ምናልባት እዚ ጨካን መራሒ ንብሎ ንሕና ቀዳማይ ሚኒስተር ዶ ፕረዚደንት ዶ ሓደ መራሒ ናይ ውትድርና ዶ ሓደ መራሒ ናይ ከባቢ ዶ ሓደ ከምዚ ዝገብር ዶ ወይ ድማ ዓሚ ናይ ሓደ ስራሕ ዶ ሓላፊ ናይ ሓደ ስራሕ ዶ እዞም ሰባት እዚኣቶም ከማና ገዛእ ርእሶም ሰባት እዮም እቲ ዝቐደመ ጨካን መራሒ ግን ንሕና ኢና እቶም ጨካናት ንብሎ ቅድሜና ዘይስርዑ ድሕሬና እዮም እቲ ዝቐደመ ጨካን መራሒ ንገዛእ ርእሱ ወዲ ሰብ በዓል እዩ ምክንያቱ ጨኪንካ እኳ ኢኻ ንሓጢኣት ትኣቱ ሓጢኣት ማለትኳ ጸጋኻ ምቕንጣጥ፣ ካብ እግዚኣብሔር ምርሓቕ፣ ኣንጻር እግዚኣብሔር ምኻድ፣ ንእግዚኣብሔር ዘይምፍታው፣ ንእግዚኣብሔር ክብሪ ዘይምሕላው፣ ሕጊ እግዚኣብሔር ዘይምኽባር፣ ንእግዚኣብሔር ከምቲ እደልዮ ዘይምንባር፣ ካብ ዝኽፍእ ጭካነ ኣሎ ድዩ? ወዲ ሰብ ፍጡር ናይ ኣምላኽ ምዃኑ ረሲዑ ኣንጻር ኣምላኽ ዓሊሙ፣ ኣንጻር እግዚኣብሔር ተላዒሉ ከይተደሃልዩ ካብ ዝኸፍእ ጭካነ ኣሎ ድዩ? ምኽንያቱ ዝፈጠረካስ መንግስቱ ክትወርስ ከተመስግን እንተደኣ ፈጢርካ መንግስቲ ክኣ የለኒ ኣብ ምስጋና የለኹ እንተደኣ ኢልካ ካብዚ ከፊ ጭካነ ኣሎ ድዩ? ወዲ ሰብ ንእግዚኣብሔር ሽሙ ከየልዕል፣ ንእግዚኣብሔር ሽሙ ከየመስግን፣ ኣብ እግዚኣብሔር ከይምሕጸን፣ ቤቱ ከይመላለስ፣ ሕጉ ከየየኽብር፣ ምስ እግዚኣብሔር ብፍቕሪ ከይመላለስ መን ድዩ እቲ ጨካን ኮይኑ ዘሎ? መራሒ እዚ ዓለም እዚ ኮይኑ ዘሎ መራሕታት ነገስታት እዞም ዓለም እዚኦም ዘይኮነስ ባዕልና ኢና ካብ መንገዲ እግዚኣብሔርን ካብ ጉዕዞ መንገዲ ቤተ ክርስቲያን ኣልጊስና ዘልና። ውጽኢት ናይዚ እዩ ድማ ኣብ ህይወትና ዙርያና ዘለዉ ጨካናት ካባና ሰልጢኖምልና ዘለዉ። እቲ ናይ መጀመርታ ጨካን መራሒ ኣብዚ ምድሪ እዚ ባዕልና ኢና። ካብ ጭካነ ርሒቕና ንእግዚኣብሔር ኣስሚርና ክንከይድ እግዚኣብሔር ኣምላኽ ቅዱስ መንፈሱ ይልኣኸልና። ሰብ ብሓጢኣቱ እንተ ደኣ ተኣሚኑ እዩ ኣብ ቅድሚ እግዚኣብሔር ኣምላኽ ክብሪ ዝረክብ። ሰብ ንውድቀቱ ኣሚኑ ንእግዚኣብሔር ኣቢሰ በዲለ እንተ ኢሉ እዩ ከም ቅዱስ ዘማሪ ንጉስ ዳዊት ክብሪ ቅድሚ እግዚኣብሔር ዝረክብ። ኣብ ቅድሚ እግዚኣብሔር ክብሪ ክንረክብ፣ ዘሎ ሽግርና ክቕንጠጥ፣ ጸበባና ከልግስ ተደኣ ኮይኑ ኣብ ቅድሚ እግዚኣብሔር ኣምላኽ ተንበርኪኽና ወዲቕና ኣነ እየ ኣበሰኛ፣ ኣነ እየ ጨካን ንገዛእ ርእሰይ፣ ኣነ ሓጢኣተኛ ንበል። ሓንሳ ሓንሳብ ሰባት ንሰይጣን ንውድቀትና ኣይነላግበሉ። ኣብ ብፍላይ ኣብዚ ዘመን እዚ ሰይጣን ልዕሊ ወዲ ሰብ ኣይሰልጠነን ኣሎ። ወዲ ሰብ ልዕሊ ሰይጣን ሰልጢኑ ንሰይጣን ኣብርዩ ንሰይጣን ኣቐሚጡ ንሰይጣን ከምቲ ድላዩ ዘይኮነስ ልዕሊ ድላዩ ዝኸይድ ዘሎ ኣይኮነን ድዩ? ሰብ እንተ ወደቐ እንተ ተጋገየ ነቲ ውድቀቱ ሓንሳብ ሓንሳብ ሰይጣን ኣጋጊ ንብል። ተፈጥሮኻ ንሰይጣን ምምጓት እዩ። እቲ ጨካን መራሒ ናይ ጉዕዞ ህይወትካ ባዕልኻ ኢኻ፣ ባዕልና ኢና። እግዚኣብሔር ካብ ጭካነ ጉዕዞ ክንከይድ ቅዱስ መንፈሱ ይልኣኸልና። ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን።
ምስ መዝሙር፣ ስነ-ጽሑፍን ካልእን ኣብ ዝፍነዉ መደባት ሃናጺ ዝኾነ ሓሳብን ምኽርን ወይ ውን ሕቶታት ምስ ዝህልወኩም ብዝቐረበ ክትረኽቡና ትኽእሉ። ተወሳኺ ውን ብስርዓት ቅድስት ቤተ ክርስቲያንና ቅቡላት ዝኾኑ ንቅድስት ቤተ ክርስቲያንና ኾነ ንገዛና ንመብጽዓ ኾነ ንህያብ ዘድልዩ ካብ ዝደቐቑ ክሳብ ዝዓበዩ ኩሉ ዓይነት መንፈሳዊ ንብረት ናብ ኩሉ ሃገራት ብስሉጥን ውሕሱን ቅልጡፍን ንልእኽ። ንዝያዳ ሓበሬታን ሓሳብን ከምኡ እውን መንፈሳዊ ንብረት ክትእዝዙ ምስ እትደልዩ ብዋትሳፕ፣ ኢሞ፣ ቴሌግራም፣ ቫይፐር ብቑጽሪ ተደምሮ 251 ትሽዓተ፣ ሰብዓን ትሽዓተን፣ ሓምሳን ሰለስተን፣ ዕስራን ክልተን፣ ሰማንያን ሓደን፣ ቀሲስ ተወልደ ገብረትንሳኤ ኢልካ ምውካስን ምእዛዝን ይከኣል።